ስማዕ ንስኻ እንተኾይኑ ኢልካ ሽንዲሕካኒ ኣቲ ዊንቱ እቲ ካብ ባረ መፂ ዝበልኩ ሰብኣይ ሓፍተይ እንድዩ ካንደበት ደው ኢሉ ባፅ ንኸይሉ ወሲድኒ ባዕልኻ ትፈልጥ እሞ ንሰብኣይ ሓፍትኻ ስለዕለይ ሰሪዕካያ ዋይ ልዕለይ ልዕለ ከይኮነን ልዕሊ ልዕለ እየ ዝሰርዖ ዋ
እምበኣር ሕጂ ስካብ ኣፈይ ትብለኒ ኣለኻ ኣቲ ዊንታ ዓይነይ እንታይ ደኣ ኮንኪ ሓቅስ ንላሕጽጸላ እባ። ስቕ በል ልሕጹጽ! መቐዲምካ ዘይትነግረኒ ካብ ተጸብየኒ። እዛ ነጅስ ሞባይል እንዳ ቻርጅ ወዲኣ።
ዋእ እዚ ዝኣረገ ምኽኒት። ኣባይ ኣብ ጓል ደቦጭ ኣይጥቀመሉን ኢኻ ሓራይ። ኣብ ቅድሚ ኣምላኽ ቻርጃ ከሊሳ እናበልኩኺ። በል ከምቲ ናይ ሞባይልካ ቻርጅ ዝኸለሰቶ። ናተይን ናትካን ርክብ እውን ከሊሱ ኣሎ። ቤብ ተረድእኒ እባ ሕጂ እኳ ኢና ባጽዕቲ ኢና። ሆቴል ምስ ሓዝና ባኞ ከይገበርኩ እየ ሰኩዕ ሰኩዕ ድብለልኪ ዘለኹ። ዋእ!
እምበኣር ድሮ ከኣ ባጽዓት ኢኹም። እሞ ብነፋሪት ኢኹም ኬድኩም በለኒ። ዋይ ንስኺ!
መኪንኡ እኮ ካብተን ናይ መሬት ነፈርቲ ዝበሃላ እያ።
ዋእ! ኣታ ናበይ ደኣ ትኸይድ ኣለኻ? ናብ ጎርጉሱ? ኣቲ ዊንታ ሓፍተይ በጃኺ ተረድእኒ። ዋእ! ካሌሌ በጃኻ ኢለካ ከይትቐርበኒ ሓሳዊ! ሓሳዊ ወዲ እኮ ይብርሃኒ። ኣቲ ዊንቱ ናባኺ እንዳተበገስኩ ከለኹ እየ ሃንደበት ደዊሉ ባጽዕ ክንከይድ ስለ ዝኾንና። መኪና ሓጻጺብካያ ጽናሕ ኢሉ ደዊሉለይ። እንክ እንዶ ወላ ቦርሳይ ረኣዮ ክትኣምኒ። እንክ ወላ ረኣዮ ትሪኦ ኣለኺ መሐንበሲ ኣሎ። ዋእ እሞ ንዓይ ነፍቃሪትካስ ትሕት ትሕት እዩ ክትሰርዓኒ ቁሩብ ክብሪ የብልካን ኣባይ። ኣቲ ዊንቱ ክንደይ ተስፋታት ድሂብና ዘሎ መብጽዖ ክሳብ ድፍጽም እባ ክነቀባጥረሉ ታክሲ ወይ ሚኒባስ ክገዝኣልካ እኳ ኢሉኒ ዘሎ። ዋእ እሞ ነዘን ታኒካ ማኒካስ ልዕለይ ሰሪዕካየን? ሓንቲ ካብዚኤን ተገዚእልና እኮ እዚ ማሕንቖ ኮይንና ደሎ ድኽነት ተቐንጢጡ ኣብ ዝሓጸረ ግዜ ተመራዒና ሓዳርና ጽቡቕ ክንመርሕ ኢና። ዋታ ቁሩብ ሕፈር በጃኻ ኢለካ። ንሱ እኮ ከማኻ ወዲ ትሽዓተ ወርሒ እምበር ከም ሓርማዝ ኣብ ዓመት ኣይኮነን ተወሊዱ። እሞ ኣምላኽ ድዩ ጥፍዩሉ ዋላ ብ ዕድሉ'ዩ ነጂሑ? ንሓብተይ ተመርዕዩ ወሲዱ ኣብ ሕዛእቲ ኣስፊሩስ ንዓይ ድማ ንመነባብሮኻ ትኸውን ታክሲ ገዚኤ ኣመርዕየካ ከይድ እንዳበለንስ እዛ ዕድል ከነምልጣ? ኣታ በጃኻ ቁሩብ ሕፈር ዋእ ኣታ ሰብኣይ እኮ ኢኻ።
ሰብኣይ ሰብኣያ ነይረ እንታይ እሞ ይኹን ድኽነት እንደሞ ሰብኣይ ሰብኡት ኮይንና ንስኻ ካብ ሕጂ ትሒዝካ ብገንዘብ ዝሸጥካኒ ፅባሕ ንጎብ ሓዳር ምስ ኣፈና እውን ካልእ ኣሎ ካብ ድሕሪ ሕጂ ናባይ ገፅካ ከይትድውል ዊንቱ በጃኺ እባ ተረድእኒ ካልእ ይተንክፈኒ ኣቲ ዊንቱ ደይ ንዓኺ ሓስመኪ ኣብ ጥጡሕ ናብራ ክንብረኪ ኢለ እየ ስማዕ ኣነ እኮ ፍቕሪ ሰብ ስለ ዘለኒ እምበር ንገንዘብ ደኣ እሞ ብኣኻ ብኻልኣይ ብሳልሳይ ኣካል ዘይኮነስ ባዕለይ ብቐጥታ ክረኽቦ ከም ዝኽእል ኣጸቢቕካ ትፈልጥ ኢኻ ደሓር ከኣ ንዓይ ንዊንቱ ክንደይ ለዘይ ዘይ ከም ዝብሉለይ ትፈልጥ ኢኻ። ብዛዕባ ንሱ ደኣ ፈልጥዎ። ምፍላጥ ጥራይ ኣይኮነን ክንደይ ግዜ ኢኻ ብቕንኢ ጻሕጺሕካ። ኣቱወ ኣይደጋግምለይ እባ ግደፍ እባ ኣይተዝክርኒ። በል ልዕሊ ሰብኣይ ሓፍትኻ ሃፍታማት ዲያስፖራታት ተር ተዘየቢሎም ዊንታ ኣይኮንኩን። ክትፈልጥ ከኣ ክትረኽበኒ ኣይኮነን ክትድውለለይ ከማን ከይትሓስብ። ዊንታ ጊስ እንታይ እሞ ይኹን ገንዘብ ዘይብሉ መንእሰይ መንገብገብ ከም ዘይብላ ርግቢት እንዲ ኮይኑ ገንዘብ ዘለዋ ድማ ነፊራ ድላያ ከም ድላያ ትዓልብ ኣላ

እንታይ ደሓን ዲኺ? እንታይ ክድሕን ደኣ ምሳኹም ዶ ደሓን ኣሎ እዩ ኣወዳት ሕማም ፖልዮ። እሂሂ ሕጂኸ እንታይ ደኣ ኮንኪ? ምስ መን ኢኺ ተባኢስኪ ምስ ማማ ዋላ ምስ ባባ? ደሓን ኣታ ምስ ነብሰይ እየ ተኻሲመታ እውይ።
እዋይ ደቂ ኣንስትዮ ሕማም ጸላም ከብዲ። ቀጽሊ በሊ። ደሓን ባዕለይ ዘምጻኹዎ ስለዝኾነ ድላይካ በል። እዋእ ኣቲ ታይ ዲኺ ኮንኪ? ኣታ ምስ ነብሰይ ተኻሲመ ኣኽ። ቱሊ በሊ
ኣንቲ ሕጂስ ኩሉ ተመኒኪ ዝበኣሰኪ ሰብ ምስ ሰኣንክስ ምስ ነብስኺ ትበኣሲ ጀሚርኪ። ተዓጀውጀው እንዶ ኣይትበል ምስ ነብሰይ ዝካሰም ዶ ኣነ ካላ ድየ። ዎው ባዕላ መምጺኢት ደርፊ ባዕላ መጥፊኢት ደርፊ ድዮም ዝብልዋ። ሕጂ ውን ኣይተረደኣክን ዘሎ እምበር ስጋብ ሕጂ ትካሰሚ ኢኺ ዘለኺ ምስ ነብስኺ። ምስ ነብሰይ ተኻሲመ ማለተይሲ ባዕለይ ዘምጻኹዎ መዘዝ እዩ ክብለካ ኢለ። መዘዝ ኣይትበሊ ፈዘዝ ቀዘዝ።
ቢኒ
ናይ ምንታይ መዘዝ? ኡፍ ደሓን መጻኹ ጥራይ መጻኹ ቻው ቻው።
ሰቢሎሞ ሰቢሎሞ
ኣታ ርኢኸያ ዶ ዝሕርሞ ኬፍ ዘሎ
ንመን ኢኻ እታ ንጓል ደቦጭ ዲኻ እታ እንታራ ጅል ኢኻ ትፈልጣ ዲኻ ፈልጣ ጥራይ ማራ እስኪ ብኸመይ ደኣ ትፈልጣ? ኤህ!
ብኻልእ ከይመስለካ፣ ማለት ብራዘር ዓርከይ። ናይ ብሓቂ ዲኻ?
ናይ ብሓቂ እየ!
ሮቤል ዝበሃል ታክሲስታ ኣሎ ሓዋ፣ ጀምዓና እዩ። ኣታ እንታይ ዓይነት ሰብ ኢኻ? እዚ ኹሉ ኣዋልድ ደሊና ፈቖዶ ፓስቸርያ እናዘርናን ኣብ ጎደና ከም ሽባኻ ተዓኒድና እናወዓልናንሲ እንታይ ኾንካ ደኣ ምስዚኣ ደይተላልየን? ኤህ! ንስኻ ትደልየን እኮ ቁመተን ስየ ዝመስል፣ ሽምጠን ዕታሮ ማለት ከምዚ ቅርፀን ኮኳኮላ ዝመስላ እምበር ከም በዓል እዚኣ ፈዛው ደኣ እሞ ኤክስ ኤክስ ኤክስ ስሪ ኤክስ ኤል ደኣ እሞ ትመርፃ ኣይመስለንን ድሓር ከኣሲ ጋቢና እምበር ፋቻ እኮ መዓንዳ እያ ኣታ በይ ቦታ ኢኻ እባ ዘለኻ ኣብታ ዝሕብያ ቦታ ባር ሞካ ስታንታ ኦቶ በሊ ክሳብ ትመፂ መሊኣ ተኸይዳሲ ኣብኣ ኮፍ ኢልኪ ፅንሕኒ
ኣነ ዊንታ ኣነስ ኣብ ጎደና ተገቲረ ክፅበየካ እሞ እቶም ጀምዓኻ ከኣ ዝኸይድ መሲልዎም ሰሰ ተኣቶ ስፈም ተኣቶ ክብሉ ከበሮ እዝነይ ክቐድዎ ደሊኻ? መን ኢሉካ ዘይትሓተኒ እሞ ከም ፉራ ጌሩ ደጸልለኒ ነገር የለን ከምዘን ትብለን ደለኻ ደኣ እሞ ኣብቲ ዘለኹዎ ሃገር ቅርጽና ክንሕሉ ዳይት ንገብር ኣለና እናበላ ዳይ ዝኾና መሊኤን እንድየን። ይኸንፋ ይርውሓ ማለትካ ድዩ? እወ። እሞ ቀዲምካ ዘይትነግረኒ? ስቕ በለና በጃኻ።
ብነብስኻ ፉሊሽ ኢኻ ከይተዛረብኩ ቆብ ኣይተብለንን ቋሕማም ምዃንካ ትፈልጥ ተደኣ ኮንካ ከኣ ክትሓተኒ ነይርካ። ሕጅስ እሞ እንታይ ዶ ማይ ሓሊፉ ወይ ንኺድ እሞ ነርክብ እባ ሽዑ የላልየካ ንዓናይ ንኺድ። ስምዓኒ እሞ
ኣይ እዚኣ እንድያ እታ ናይ ሕልመይ ጓል ታንክስ ጋድ እታ ዝምነያስ ሃንደበት ረኺበያ። ኣታ ሪኢኻያ ዶ እዚ ነብሳ ኣታ እዋይ ናይ ሕማም በቃ ምስዚኣ ከም ድውድእ እንተ ጌርካኒ ዝገብረልካ ኣለኒ ሰሌ
ምስ ክንደይ ዘየላለኹኻ ክውድእ እንዳበልካ እኮ ሰሙን ኣጀሪርካ ኣዋልድ ወዲእኻየን ይውድእ ማለት እሞ እንታይ ማለት ድዩ ፍጊዕ እንተኢለና እንዳ ውድእ ይኽልየን እሞ ነዚኣ ከዓ ሰሙን ኣጀሪርካ ክትክልኣ ኢኻ ማለት እዩ ኖ ክልተ ዓይነት ምውዳእ እዩ ዘሎ ከመይ እቲ ሓደ ምቁራጽ እቲ ካልኣይ ድማ ንሓዳር ንቁምነገር ምስቲ ኮነካ ንሓዋሩ ምንባር። በል ኣጆዃ ቅሰን ቅሰን ቅሰን ቅሰን ዋይ እሞ ቢኒ ኣይኮንኩን ኣነ ካልእ ጥራይ እንኳዕ ኣይሓተትካኒ እምበር ንዊንታ ኣብ ኢድካ ከረክበካ እየ ጸገም የለን ኣብ ኢድካ ከረክበካ እየ ንኺድ ጥራይ። በቃ እንተቕሲንካኒ ኣነ ድማ ኣብ ናብራኻ ከቕስነካ እየ። ኣይ

ዋው ከም ከመይ ደኣ ኣልከ መጻጺኽለይ ደኣ እዋይ ጅዝላን እዋይ ጀዝማ ኣርኢኽኒ ኣርኢኽኒ
ኤ ከብድኻ ሓምሊ ምልኣዮ እሞ እወ ነቲ ዝግነ ኸኣ ተሓጸቦ ኣታ ሊቅ እባ ኢኻ ሀ
ኣየ ቢኒ እዚኣ እያ እዛ ፍልጠትካ ዝባንካ ወዲ ሓወቦኣ ይርኣዮ እዩ ድበሃል ሓቀይ እንዴ ስዊዲ ልክዕ ኣለኻ። ሕጂ ደሓን ደሓን ናብቲ መምጽኤይ ጉዳይ ክኣቱ፣ እዚ ዓርክና ክላለየኪ ደልዩ ኣሎ።
ዋእ ኢራ ክተላለየኒ ቤተሰብና ድዩ? ኣቲ ተኾንክት
ዊንታ ጓል ሹቕ ከለኽሲ ዋእ። ዋእ እሞ ጓል ሹቕ ተኾንኩ ንኹሉ ብዚ ሹቕ ዘሎ ድየ ክላለዮ ዘለኒ? ከምኡ ማለተይ ዘይኮነቲ ዊንታ ሽኮር፣ ማለተይሲ ከም ሰብ መጠን ክላለየኪ ስለ ዝደልየ እኮ እዩ ዝዓርከይ። ኦኬ ከም ሰብ መጠን ተኾይኑ ጸገም የብሉ። ዊንታ እበሃል። ሰለሙን እበሃል።
ካብ ኣሜሪካ እዩ መፂኡ።
ካብ ኣሜሪካ ዳሃልካኒ? ካብ ኣሜሪካ ያ ፍሮም ኣሜሪካ ሚኖሶታ። እዊ ሚኖሶታ እዊ እዊ እንታይ ዝበልዎ ናይ ኣጋጣሚ ኣጋጣሚ እዩ እዚ ጉዳይ። ዋ ኣቶ ቢኒ ሓወይ ዋሕሰይ ኮታ ኢለን ድየን ዝፅውዓኒ? እንታይ ኢለን ዝፅውዓኺ?
ዊንታ ሚኖሶታ ኢለን እኮ እየን ዝፅውዓኒ።
ብኸመይ ደኣ ከምኡ እብላኺ? ኣሜሪካ ኔርኪ ዲኺ?
ከመይ ዓጽምኻ ትኽበር ወደይ በየናይ ዕድለይ እሞ ክረኽቦ። ዋይ ደኣ እሞ ከምኡ ኢለን ዝጽውዓኺ ዶስ ኣብኡ ቤተሰብ ኣለኪ? ከምኡ ዘይኮነ ኣነ እኮ ሓቂ ዘረባ ካብ ኤሜሪካ ዋሽንግተን ዲሲ እያ ትብርሃኒ። ብኸመይ ደኣ ትብርሃኪ?
በቃ ስቕ ኢላ እያ ትብርሃኒ ኣብዚ ኣፈይ ምጽእ ምጽእ እትው እትው እያ ትብለኒ። መሓዙተይ ግን ምስ ከማኽን ወዲ ከማኽን ሚኖሶታ እያ ትኸይድ ኢለን ዊንታ ሚኖሶታ እየን ዝብላኒ። መሓዙትኪ ሓቀን ኣለዋ ሚኖሶታ ጥዑም ዓዲ እዩ። ጽቡቕ ኣለኻ ኣነ ኸኣ ነዛ ሽም ብዙሕ ሰሚዐያ ስለ ዘይፈልጥ ምስ ወዲ ሰኒታ እምበር ምስ ወዲ ሚኖሶታ ክላለ ፈጺመ ሓሲበ የፈልጥኒ
ሰኒታ ሚኖሶታ ጽቡቕ ተተምኖ እሞ ክትረኽቦ እኮ እዩ ዝብል ትጽሑፍ ዋው ኣታ ምስ ከመይ ዓይነት ኪፍ ዘለዋ ጓል ዳኣ እያ ከላሊኻኒ
ሎሚ ክሒዝካኒ ቴንክ ዩ

ክልተ ቪያጆ በጺሐ ክሳብ ዝመጽእ ዘይመጸኺ። ዋላ ኣብዚ ውሽጢ ቤት ቁርሲ ኣትየ እኮ'የ ስኢነኪ። መጸኹ መጸኹ ብጥቓኻ ኣለኹ። ሓቃ'ያ ሜሪ መሓዛይ፣ ሕማቕ ከጋጥመካ ከሎ ኣይትባሳጮ፣ ንጽቡቕካ'ዩ ክትብል። እሂ እንታይ ኣጋጢሙ ድዩ? እዋእ!
ዓንተወይ ክድውለልካ ከለኹ'የ ሕማቕ ነይረ እምበር፣ ሕጅስ በቃ ኣምላኽ ኮነ ኢሉ ንጽቡቐይ ኢሉ ዝገበሮ ኮይኑ'ዩ ዝስማዓኒ ዘሎ። ኣቲ ንገርና'ንዶ ከመይ ከመይ'ዩ ዘሎ እቲ ጉዳይ?
መቸም ሮቢ ሓወይ ከኣ ወረ ተሰሚዕካ ኩለን ህዋሳትካ ናብ እዝኒ እየን ዝጥቕለላ ምሽ። ኣቲ በጃኺ ለኪኖ ንገርና ዘይንቡር ተርእዮ። ብእዝነይ እኮ እየ ከምባኹቕ ደልየ።
ምሽ ዶ ሞባይለይ እኮ ካብ ናይ ሚእትን ዓሰርተን ካርድ እምበር ካብ ናይ ሚእትን ዓሰርተን ሊትሮ ጎማ ማይ ኣይኮነትን ትቕዳሕ። ቻው ጥራይ ቻው መጻ ኣብ ጥቓኻ ኣለኹ። ሰብ ኢሎሞ ሰብ ኢሎሞ ቢኒ
ከም ሎማዓንቲ ገይረ ተሓጒሰ ኣይፈልጥን በቃ ውቃበይ ፈትይዋ ደሎ ነዛ ጓል እዚኣ እዩ እሞ ፕሊስ ተቀላጢፍና ሓደ ነገር ክንገብር ኣለና። ጽቡቅ ኣለኻ እቲ መዓልትታትካ ውን እኮ ይውዳእ እዩ ዘሎ። ናይ መዓልትታተይ ዶን ወሪ ዕድመ ንገንዘብ መዓልቲ ይውዳእ ይውሰኽ። ዚያኻ ጽብቕቲ እንታይ ዕላማኻ እስከ። ዕላማይ ደኣ መርዓ እዩ።
ወይለይኻ ዋጣ! ኣብ ሚነሶታ ሓዳር የብልካን ድዩ? ምሽ ቅድሚ ኣርባዕተ ዓመት መጺኻ ከለኻሲ ተመርዒኻ እሞ ነታ ዝተመርዓኻያስ ከም ዝወሰድካያ ኣይሰማዕኹን ድየ? እዋይ ቢኒ ዓርከይ ኣበይ ኣለኻ? እንታይ ድዩ ደኣ ንድሕሪት መሊስኒ ዘሎ? ኣነ እኮ ኣብቲ ድቕመጠሉ ዓዲ ማልቲ ሚልየነር እየ ነይረ። ክንደይ ትካላት ድየ ዝውንን ነይረ። እዋ ሄይ ትካላትካ እንታይ ኮይኑ ድዩ እዛ ነጅስ ምስ ተመርዓኹዋ ኣነ ከኣ ፈቃርን ኣማንን ስለ ዝኾንኩ ዝበዝሐ ካብ ትካላተይ ብስማ ከም ዝኸውን ምስ ገበርኩላ ፍታሕ ሓቲታ ነዴኻ ማይ ውረደላ ኢላኒ። ዋዕ!
ሞዘይ ረሃጹ ዘሎ ሃብትስ ወኒናቶ ማለት ድዩ? እሱ እንድዩ ደኣ ዝገርመካ ሕጊ ናይታ ሃገር ምስ ደቂ ኣንስትዮ ደው ዝበለ ስለ ዝኾነ ነዚኣ መዝሚዘን ድማየን ድሌተን ዝገብራ። እቲ ቀንዲ ቀንዲ ምንጪ ፍትሕ ድማ እቲ ናብአን ዝዛዘወ ሕጊ እዩ።
እሞ እስኻኸ ቁሩብ ፍረ ሃፍትኻሲ ገለ ውላድ ኣይወለድካላን?
ኣነ ኤፍገረይ ነይረ እምበር ንሳ ደኣ ንኹሉ ተዳሊያሉ ስለ ዝኸደት ኮንትራሴፕቲቭ ማለት መከላኸሊ ጥንስን ድያ ትጥቀም ነይራ። እሞ እዚኣ ከምኡ እንተገበረትካኸ እንታይ ውሕሰነት ኣለካ ሕጂ? እሞ ብዛዕባ እሱ ክተማኽረኒ እኮ እየ ደልየካ። ኣይዋ
ኣነ ከም ናተይ ርእይቶ ስጋብ ክልተ ውላድ ትወልደላ ምኽኒት እናፈጠርካ ከይትወስዳ ሳልሳይ ምስ ጠነሰት ግን እብለካ ኣለኹ ስለ ትስድር ሽዑ ትወስዳ ኣብቲ ቦፅሕ የብላን ጥርቅም ብራቮ ቪኑ ኣነ እኮ በዚ ብሉፅ ሓንጎልካ እኳ እየ ዝፈትወካ ነዛ ኣብ ልበይ ትጸንሕሲ ቶግ ተረግረግ ኣቢልካያ እዚኣ እንተ ጌርካለይ ደኣ እሞ ከቕስነካ እንድየ። ሕጂ እስኪ እንታይ ኢኻ ክትገብረለይ እስኪ እስኪ ሕጂ ፕሮሚስ እቶ ፕሮሚስ እቶ ሕጂ። ኣነ ዝደለኽዎ ዘይኮነስ ንስኻ ትደልዮ ክገብረልካ እንተ ደኣ ትደሊ ኮንካ ከማን ዋላ ናብቲ ዘለኽዎ ሃገር እወስደካ ፕሮሚስ ኢዝ ደብት። ይኣምነለይ ይኣምነለይ ሰሌ ሓወይ ይኣምነለይ ሕጂ። ንዓኣን ንሓዋን ረኺበ ከዘራርቦም እሞ ሽዑ ንዓኻ ክነግረካ እየ። ንዑ ዋእ ንዓኻ ከረኺቦም እንታይ ከይኮኑ ስማዕ እስኪ ክነግረካ ኣሽንኳይ ዶ ስኻ በዓል በሊሕ ኣእምሮን በዓል ሃብታምን ጸጋንሲ ዝብለካ እንደ ኣለኹን እ ክንደይ ኣእምሮኦም ዝሰሓቱ ብሓሽሽን ብድራግን ከማን ደቂ ኣንስትዮና ዓይነን ኣይሓስያን እብለካ ኣለኹ
በቃ ቢኒ ዓርከይ ኣቕስነኒ እሞ ዕጽፊ ገይረ ከቕስነካ እየ እስኪ እስኪ እስኪ እስኪ እስኪ ፕሮሚስ እተወለይ እንታይ ኢኻ ትኣትወለይ እንካ እሞ ንግዜኡ ሕራይ

እቲ ትሕብዮ ፓስታ፣ እቲ ዘጸልለኪ ችኮላታ፣ እታ ትሕብደኪ ነበረት ማኪና ቶዮታ። እወ ክፈትወኪ ዝጎይታ፣ ድሌትኪ ስሂብኪ ብሰዓታ። ቀይሕ ኣብዮ እምበር ንሲኩ ቀዳድ ኳሌታ።
ዋእ ሩባሕ ወይድኣ ገለ ዓይነት ገጣማይ እንዲኻ። ንዓይ ምሓሸኒ በየናይ ዕድለይ ክረኽቦ ገጣማይ ምዃን ብቐሊል ዝርከብ ኣይኮነን። ግን ሓደ ዝፈትዎ ሰብ ክሕጎስ ምስ ረኣኹዎ እዚ ግጥሚ ስቂሉ እዩ ጃሕጃሕጃሕጃሕ ዝብለኒ። ኤእ
ገጣማይ ክበሃል ከሎ እኮ ብዙሕ እዩ ትርጉሙ። ገጣማይ ብዙሕ ማይ ዝሰቲ፣ ብፍቕሪ ዝተሓመሰ ሰብ ቆብ ክተብሎ ከለኻ ማለት ከምዚ ኣነ ንሰሌ እየ ዝገጠምኩዎ። ካልእ ከኣ ናይ ክልተ ሰባት ድሌት ክጋጣጠም ከሎ ማለትሲ ከምዚ ናተይን ናይ ሰሌይን ማች ዝገበሮ። ካልእ ከኣ ከምዚ ንስኻ ብናዕታ ተዕልሎ ዘለኻ። ወይለ ኣቲ ንስ ከኣ ዘይተፈለጥኪ ናይ ቋንቋ ተንታኒት እወ ካብ ማራ ሕርቃን ናብ ማራ ደስታ ክመጽእ ከለኹ ከምዚኣ እያ ትመጸኒ እሞ ከምቲ ትሕብዮ ናይ ሕልምኺ ወዲ ካብ ረኸብኪ ደኣ ከይትኽልዮ ናይ ምንታይ ምኽላይ ከም መስፈኒ ጸጉሪ ክትከሎ እምበር እሞ ንባባ ባዕልኺ ዶ ትነግርዮ ዋላስ ሽማግለ ስደድ ክትብልዮ እዋ መርዓዊ ከይሓዛስ ናብ ስድራ ከይደን ይናዘዛ ትብል ዓዚዛ መሓዛይ። ንባባ ነጊረ ደኣ ባዕለይ ጉዳየይ ቢቲቢቲ ከእትወላ? ባባ ክሰምዕን ቅድሚ ሕጂ ተገይሩ ዘይፈልጥ ንሰሌ ከይዱ ክንደይ ኢኻ ተግዝመኒ ክብሎን ሓንቲ ምኾነት።
ኣታ ከመይ ዓይነት ሰሓቕ ደኣ እያ እዚኣ? እሞ እቲ ቁዙፈይ ገለ ዝበልክዮ ሲክ'ኸ? ኤእእእእ!

እውይ እታ ትምንያ ነበርኪ ኣሜሪካሲ ሓንሳብ እስካፍ ጌርኪ ኣብ ርእስኺ ተደየብክያ ወይከ ሓንሳብ ጫማ ጌርኪ ተረገጽክያ ወይከ ሕጂ ግን ወዝቢ ብኢድ እግራ ስለ ዝመጸትኪ ንኸስ ከይትለቂ ኤእ ናይ ምንታይ ምልቃቕ ከሐጉሰካ እየ ከሐጉሰካ ቻንስ ባካምስ ዋንስ ትብል ትርሓስ መሓዛይ። ኣቲ ዘን መሓዙትኪ ክንደይ ምስላየ ንስኸ እንታይ ኢልኪ ትምስልለ? ኣነ ኸኣ ዓያሹ ይምስላ ለባም ትጥቀመላ ኢለ ምስለለ። ኣንበሳ ሓፍተይ ምዃንኩ ሎሚ ፈሊጠ። የሐጒሰካ ዶ? ኣሕጒስክኒ።
ሰብ ኢሎሞ ሰብ ኢሎሞ
ረባ ዓርከይ ከምዛ ክብለካ ዝፀናሕኹ እየ ንሲስተርካ ኣብ ሕዛእቲ ከም ትእሰር እየ ገይረ ሰሌ ከዓ ኣብ ደቂ ኣንስትዮ እዩ ሸኻ እምበር ኣብ ደቂ ተባዕትዮ ምድረ በዳ ምድረ በዳ ኣታ ሓቅኻ እኮ ኢኻ ኣታ እዞም ጥሙያት ኣወዳት ኣብ ዶና እኮ እዮም ክሳብ ሱማር ተርፉ ዝገሃፁ መጋሃፅ ጥራይ ኣዕፅምቶም ቆራጢመን እብለካ ኣለኹ ኣንጎዖም ይመፅኦም እብለካ ኣለኹ ግና
ኣብዞም ገለ ገለ ናይ ባር ዓቢ ስክፍታ ኣለኒ። ብመደብ ገንዘብ ኣኪቦም ክዕውሉ ስለ ዝመጹ ካብ ካልሶኦምን ካብ ምችኦምን ንላዕሊ ኣዋልድ ክቓየሩ ክትርኢ ኮለኻ ሓፍቲ ዘላቶ ግድን እዩ ዝጉሂ። እወ ንሱስ ሓቅኻ እንዲኻ ግና ንሱ እውን ኮ ከምኡ እዩ ነይሩ። ግን እብለካ ኣለኹ ንመጀመርያ ግዜ ንሲስተር ካሪኡ ለዘዘዘዘዘዘዘ ዓንጀልጀልጀልጀል ክብለላን ንመጀመርያ ግዜ ኣብ ሲስተር ካሪ እየ ኣቦ ይሙት ኢልካ መሓር ነገርካ እንደ ደለኹ እዉ ሓፍተይ መዓረይ ስዘጋቢላቶ
ኣነ መዓልቲ ደኣ እንደ ግዳ ካዕልለካ ኣብ ሓደ ባር ንሓንቲ ባሪስታ እንዲ ደልዩ ሒዝኒ ኣትወልካ ሕጂ ኮፍ ምስ በልና ኣብለካ ዛለውላ መልሓሰይ ናተይ ትፈልጣ እንዲኻ ከመይ ገይረ ንሓራሙ ከም ዝኽሽክሸን ሓሎራ ሕጂ ክሽክሻ ክሽክሻ ክሽክሻ ክሽክሻ ጓል ናበይ ገጻ ምስ ዘንበለት ከመይ ኢሉ ንሱ እዘን ይዕንቱ ብለካ ኣለኹ ከምዚ ናይ ዕንኩርዖብ ክወፃ ቁሩብ እዩ ተሪፍዎ ትድበሊ እንታይ ዳ ኢልካ
ሃንደበት እኮ እዩ ሃንደበት ትብለካ ኣለኹ ኣታ ስማዕ እስኪ ኣላ ከማን ኣይተቐብለና ንዓና ስንካ ሪያኻ ለፍ ትብል ለፍላፊ ኣይብለንን እሞ ስሒብልካ ኣሎ ዋይ ንመን ንመን ዋይ ንመን ንመን ንዓይ ኣብኡስ ኣይበፅሕናን ኣብኡስ ኣይበጻሕናን። ጽንሕ ኢሉ እብለካ ኣለኹ። ንዓም ረቢ ሓወይ ጽንሕ ኢሉ እኳ እዩ ካብዛ ጅቡኡ እብለካ ኣለኹ። ኹላ ጉርሽ እኮ እዩ ምዝዝ ኣቢለሲ መሽለጥ ኣቢለስ ነዘን ሽሕ ቅርሺ እኳ እዩ ቅልጥ ቅልጥ ቅልጥ ቅልጥ ቅልጥ ኣቢለስ እንካ ታክሲ ጌርካ ከይመሰካ ገዛኻ ኸይድ ለማኒ ኣይብለንን ጥሙይ ለማኒ ዋ እሞ ገለ ጥርሙስ ስሒብካ ደኣ ፈጋዕ ኣቢልካዮ ኣለኻ ነብስኻ ደኣ ፈላሕ እንዲኻ እንታይ ነገረ መስለካ
ገንዘበይ ሒዘ ብለካ ኣለኹ እዝጌር ሃብካ ኢለ ንቤት ናመይ ኬት
ኣታ ኣብ ቅድሚ ጓል ኣዋሪድካስ እዝጌር ሃብካ ክትብሎ ወሸለ ወሸለ ኩሉ ግዜ ተጸሪፉ ብለካ ኣለኹ ሸሽሐ ቅርሺ ቀቀሊጡ ኮበኒ ኣምቧ ስማዕ እስኪ ሃብታም ንድኻ እንተ ደኣ ደይጸሪፎ ሃብቱ ብኸመይ ክፍለጠሉ

ንሱ እዩ ዘይፈልጠኒ እምበር ኣነ ብፍለጡ ጽቡቕ ገይረ እየ ዝፈልጦ። እዋእ እንድዒ ጓለይ ኣይትሓዝለይ እምበር ዘረባኺ በፍጹም ክኣምኖ ኣይከኣልኩን። እዚ ኩሉ ጭብጥታት ኣምጺኤልኪ ትኣምንኒ ካብ ዘይከኣልኪ ምእማን ዘይኮነ እቲ ሓቂ እዩ ምቕባል ኣብኪ ዘሎ። ዋእ ኣነ ዝገርመኒ ዘሎ እኮ እሞ ኣብ ምንቲ ምንታይ እዩ እዚ ኩሉ ገንዘብ ዘፍስሰለይ ዘሎ? ኣየ ዊንቱ ኣሽንኳይዶ ንብልዕን ክዳንን ወርቅን ኣቃጺልካ ዘይውዳእ ገንዘብ እዩ ዘለዎ። ደሓር ከኣ ገንዘብ ስለ ዝሓዘ ኩሉ ነገር ኣብ ኢዱ ጨበጦ ኮይኑ ይስምዖ። እዋይ
ገንዘብ እሞ ካትም እምበር ቃል ኪዳን ክገዝእ ከም ዘይክእል ኣይፈልጥን ማለት ድዩ? ዊንቱ ንሕጂ ዝቐናእክልኩ ኮይኑ እንድዩ ክስምዓኪ፣ ደሓር ግን ብርግጽ ከተመስግነኒ ኢኺ። ኣነ ነዚ ዝነግረኪ ዘለኹ እኮ ከማይ ጓል ኣንስተይቲ ስለ ዝኾንኩ ከይጉድእ ኢለ እየ። ደሓር ከኣ ኩሉ እናፈለጥኪ ንምንታይ ኣጽቂጥኪ ካብ ዝብል ወቐሳ ንኽድሕን። እንድዒ ጓለይ ኣብ መንጎ ሓቅን ሓሶትን፣ ኣብ መንጎ ክሕደትን እምነትን ተቐርቂረ። ዊንታ ንዝተጠራጠረ ሰብ ክኣ ሽንኳይዶ ሓሳባት ካብ ሓንጎሉ ክተእትወሉ ኣመንጊካ መግቢ ክትኽልሶ ውን ኣይትኽእልን ኢኻ። ሃወርያ ጳውሎስ ከምዚ ምስ ረኸበ እንድዩ ንሕና ንነግር እምበር ብበትሪ ነእምንን ዝበለ።

ዳሓን እዩ ከቢድ ነገር ኣይኮነን ቁሩብ ሄድ ኤክ ነገር እዩ እሂ ስዊዲ እሞ ሕክምና ከብፅሐኪ
ንንኡ ዘብፅሐ ብሌን ክገድፈኒ እዩ
እሞ መኪና ኣድቢላ ኣለኒ ከምፀልኪ ዶ ዋዕ ክገድፈኒ እዩ እኮ ኢለካ ዛስ ኦኬ
ንባዕልኻ ደቢል ከለኻስ ኣድቢል ሒዝካ ኢኻ ኣዛውር
ኤክስኩዝ ሚ ተዛሪብኪ
ተዛሪበ እንድዒ እንታይ ዶ ኢለ ኦኬ ተዛረብኪ መሲልኒ።
ኣምላኽ እምበር ሳጥናኤል ዶ ናይ ልቢ ሰሚዑ ወደይ።
ዊንቲ የዕልልና እባ ዘረባ ዓውዓው ምባል እዩ ዘጥዕመልኪ።
ክዛረብ ግዲ ጸኒሓ ኮይነስ ደኺመ። ኦኬይ እሞ ቻርጂ ክትገብሪ ዘለኺ ከማን ዊንቲ ዋት ኢዝ ሮንግ ሰሓቂ ሰሓቂ ፎርማ ክዲ ድበለ ደራፋይ እሞ ሰሓቅ እኮ ባዕሉ እዩ ዝመፀካ መስለኒ ያ ኦፍ ኮርስ ሰሓቅ ኢሞሽን እንድዩ ወዝቢ ድመፀካ ትርእዮ እዩ እሞ ኣነ ክኸይድ ሜስ ሰሓቅ ኮይነኩም ከይከውን ዋ ይህ መን ከምኡ ኢሉ ስእልክ ዘይተዕልሊ

ሃይ ዊንቲ ዶንጌዶ
ኖዳን ጸገም የብሉ ደሓር ከዓ ዕላል ሒዝኩም ትኾኑ ኖ ቦታ ቆፅርኣ ርሑቕ ስለ ዝፀንሐ እዩ እሞ ሃኒ ቦታ ዶ ንቐይር ኖዳን ጽቡቕ ኣለና ብዝሕሸና ኦኬ
ኣይዲ ካርድኺ ተማሊእኺ ኣለኹ እዩ ንምንታይ ደኣ ሓቲትካኒ ናይ ሎማዓንቲ ቆጸራና እንታይ ድዩ ብሓደ ንኽንሓድር እኳ እዩ መደብ ጌርና እወ ከምኡ እንዲ ነይሩ እንታይ ደ ክብለካ ጸኒሐ ኣይትሓልየለይን ኢኻ ማለት ድዩ ተጸሊኢኒ ኣሎ እንዳበልኩኻስ ልዕለይ ንስምዒትካ ሰሪዕከ ኖ ከምኡ ማለተይ ኣይኮነን ናይ ሕማምካ ሓደ መድሃኒት እኮ ኢንጆይ ምግባር እዩ ብሓደ እንተሓዲርና ከኣ ንሕማምኪ ሼር ንገብሮ እወ እሞ ናበይ ዶ ክኸደካ እየ ብሓደ ዶ ኣይኮናን ክንነብር ዊንታ ክሳብ ሕጂ ተሃዊኹ ድሌታቱ ረኺቡ ክሃድም እዩ ንኸይትብልኒ ናይ ሴክስ ሕቶ ኣቕሪበልኪ ይፈልጥን እየ ትማሊ ግን ብራሽሌቲ ካቴና ክዳውንቲ ምስ ገዛእኹልኪ ባዕልኺ ዶ ኣይኮንክን ብሓንሳእ ክንሓድር ኢልክኒ። ዋእ እሞ ብሓንሳብ ክንሓድር ተበልኩኻ ሴክስ ክንገብር ማለተይ ድዩ? ጥራይ ንሕደር እምበር ኣነ ውን ቨርጂን እየ ስለ ዝበልክኒ ኣብ ሆቴል ዘይኮነ ንኽብርኺ በጋባብ ክወስዶ እየ ዝደሊ። ንኺድ ጥራይ ኣብኡ እሞ ኣብጽሓና።
እዛ መጠረሽታ ዝበልካያ ግን ኣይሰማዕኽዋን። ብሓደ ሓዲርና ማለትሲ ሕማቕ ነገር ጌርና ማለት ኣይኮነን።
ደሓን ለይቲ እውን ክሓመካ ስለ ዝኽእልሲ መዓልቲ ተቐይርና ይሓይሽ። ርኢኺ፣ ምናልባት ተሓሚምኪ ከኣ ንሕክምና ተብጽሕ መኪና ምሳይ ስለ ዘላ ባዕለይ የብጽሐኪ። ኣቦይ ዶ በጭ ኣይኮንን ከብጽሑኪ። ኖ ደሓን ሕክምና ዘብጽሕ የብለይን።

ሮቢ ኣብዚ ቦታ መምፅኤይ ምክንያት እዚ ትሪኦ ዘለኻ ፖቾፊልያ ብንእስነትና ብዙሕ ተዘክሮታት ስለ ዘለና እዩ። ነዚ ከባቢ እዚ ኣዝየ እየ ዝፈትዎ። ጽቡቅ ጽቡቅ ጽቡቅ። ስለዚ ድማ እየ ናብዚ ምጼካ። እሞ ከመይ ከቀኒካ ደሓን ድዩ ኩሉ ንፋስ ከመይ ተሰማሚዑ ኣሎ። ብጣዕሚ ጽቡቅ ተጣፊእና ጥራሕ። ኦይ
ኣነሲ ምሸት ምሸት ዊንታ ሓፍተይ ስለ ብዛዕባካ ትዕለንስ ከምዚ ኩሉ ግዜ ዝረክበካ ዘለኩ ከምኡ ኮይኑ ይስማዓኒ። ሓቅኻ እንዲኻ ኣነ ከማን ዊንታ ብጣዕሚ ስለ ትፈትወካ ኩሉ ግዜ እያ ትዝክረካ ካብዛ ኣፋ ኣውጺሃካ ኣይትፈልጥን እያ ወራሓዋ ኮንካ እምበር ብቅንኢ ዝኣክል ውጽኣት ምሓመምኩ።
እዚኣስ ሓቅኻ እወ።
ስማዕ እንዶ ግን ሮቢ እዛ ታክስኻ ኦል ድያ?
ያእ
ዘፍቁድልካ እንተኾይኖም ኣነ ምስ ከድኩ ሌተስት መኪና ምሰደድኩልካ ኣብዚ እምበር ኣብቲ ንሕና ዘለናዮ ዓዲ እኮ መካይን ማራ ሕሱራት እየን። ዋእ
ጽቡቅ ኔሩ እምበር ኣታ ሰሌ እዚኣስ ሓንቲ ዓርጋም እያ በቃ ዘዝሰራሕክዎ እንዳተባላሸወት ንስፔር እየ ዝውድኦት ገንዘበይ። ዶን ወሪ ምስ ከድኩ ኣብ ውሽጢ ወርሒ ክሰደልካ እየ ፕሮሚስ። ያኣምነለይ ይኣምነለይ የቐንየለይ ሰሌ ሓወይ የቐንየለይ። ን ን ከምኡ እይትበል ሕጂ እኮ ዊንታ ሓደ ፋሚሊ ከም ንኸውን ጌራና እያ እወ ኣሽንኳይ ዶ ንስድራቤት ዊንታስ ንማንም ዘይፈልጦ ሰብ እኳ ትሕግዝ። እፈልጥ ዊንታ ትሕለኒ እንድያ ማንም ለማናይ ስለ ማርያም ተይልዎ ሲ ሽሕ ናቕፋ ገዲፉሉ እዩ ዝኸይድ እኮ እያ ትብለኒ።
እዚ እሞ ኣየናይ ኮይኑ ኣይትዛረበሉ ከማን። ብነብስኻ ለጋስ ኮንካ እምበር ክንደይ ድያ ካብ ደገ መጺኣ ኢልካ ጽግዕ ትብላ ንባዕላ ፋታ ክትፍትፍት ዝጸናሓካ። What?
ፋታ?
ፋታ ስፔሻል ከይመስለካ ዋላ ኖርማል እያ ትፍትፍት። ምዃን ክንደይ ድያ ነዘን ዘይቀትላ ዘይምሕራ ናይ መንግስቲ ደሞዝ ጨቐም ክትብል ጸኒሓ ናብዚ ክትብገስ ከላ ኣለቁሑና እናበለት ሞኽ ተብለና። ይገርም እዩ ንሕና ድማ ኩሉ ካብ ደገ ዝመጸ ክዳኑ ጽሩይ ተመጸስ ሃፍታም ኮይኑ ይስማዓና። No no no no ካብቶም ገሊኦም እሞ እዞም ኣብዚ ዘለኹም ትሕሹ።
እሞ ንፋስን ተዘኩሮታትን እንተ ወሲድካሲ ሻህ መስተኹኳ። ኣነ እምበር ኣብ ቶፕ ፋይፍ ከምጽሓካ። ፋታ ግን ከይትኸውን።
ኣጆኻ ዝደለኻዮ።
ሰብ ኢሎሞ ሰብ ኢሎሞ።
ዌልካም ዊንቱ።
ስማዕ ሰለሙን። ዋት ሰለሙን? እወ ሰለሙን።
እቲ ቤቢ ሃኒ ተተረፈስ ትሰሊኺ ናበይ ኬድኪ? ዋእ እዞም ናይ ደገ ንዓና ከመይ ዲኹም ትሓስቡና? ብገንዘብ ኢኹም እኮ ትሓልፉና። ዘይ ንስኻ ክትመስል ኣይትፈትን ሓራይ። እንታይ ክትብሊ ስለ ትደለኺ እዩ? ኣታ እናፈለጥካ ኣለኹ እንደ ፈለጥካ ኣይትኹን። ኣነ ወይ እንታይ ኣነ ካብ ሃመማ ሓኸለ ፈለይ ዘውፅእ ሰብ ሓራይ። ንስኻ ሰብ ትቕመጦ ሃገር ሰበይቲ የብልካን? ሰበይቲ?
እወ ሰበይቲ። ሰበይቲ ደኣ ነይራህንስ ብሰንኪ ውላድ ቅድሚ ሰለስተ ዓመት ተፋላሊና ምሽለኪ። ዋት ኣይትሓስንዶ?
ንስኻን ንሳን ምስ ክልተ ደቅኹም ብሓንሳብ ኣይኮንኩም እንደለኹም ከማን
ብሰንኪ ውላድ ተፈላሊና እንዳበልኩኽስ ክልተ ቆልዑ ከ ኣለውና መን ሓሳዊ ኢኸ ከምኡ ኢልኪ እንታይ ከመይ ማለት ኢኸ ብሰንኪ ውላድ ኦኬ
ተመርዒና ሰለስተ ዓመት ምስ ገበርና ክንወልድ ስለ ዘይከኣልና እኹል ሕክምና ድሕሪ ምግባር እቲ ጸገም ከኣ ናታ ኮይኑ ስለ ዝጸንሐ ተፈላለና ግን ስምዕ እስከ ሜሪ እያ ከምኡ ኢላሃክምሽ ብኸመይ ድኣ ከምኡ ኢልካ? ዊንታ
እዚኣ መሓዛኺ ዘይኮነትሲ ንጥፍኣትኪ ዝተዓጥቀት ቀንዲ ጸላኢትኪ እያ። ዋእ! ከመይ?
ጽቡቕ!
ትማሊ ከፋንዋ ከለኹ እስኺ ንዓይ ከም ዘይትፈትውንን ናብ ኣሜሪካ ክትኣትዊ ድሌት ከም ዘለክን ተመርዕየ ምስ እእተኹኺ ነዚ ብዚ ዘሎ ዓርክኺ እቲኺ ንዓይ ክትሽንድሕኒ ምዃንኪ ነጊራኒ። እንታይ?
ናይ ብሓቂ ኔራ ከምዚ ትብሎ ዘለኻ ጌራ? ዊንታ ዓሻ ዲኺ?
ወረ ንዓኺ ገዲፈ ንዓኣ ክሕዝ ከም ዘለኒ የዒንታ ሰለምለም እንዳበለት እያ ከተርግጸኒ ፈቲና። እዋ
እወ እዛ ቀያሕ ኣንበጣ እምበኣር ከምኡ ጌራ ተንኮለኛን ሓሳድን ምዃና እኮ ጸቢቐ እንደ ድፈልጥ ነይረ መዓር ክንዲ ዝተመን ምዃና ግን ሎሚ እዩ በሪህለይ። ደሓን ዊንታይ ኣይትሕረቒ
ኣይትሕረቒ
ሶርሃን ኮሪኻ ድኻ ኖ ጸገም የለን ስቅ ጥራሕ ኣይትኹን ኣብ መንጎና እባ ሰብ ኣይተእትዊ ዊንቱ ካብ ሎሚ ሞቦታ ትበሃል የብሉ ድሓር መሓዛ እኮ መንቀኛ እያ ናይ ብሓቂ ሰብ ኢሎሞ ሰብ ኢሎሞ

ሰለሙን ንምዕራፍ ሓብተይ ስጥለማ ነዞም ክልተ በራውር ደቅኻ ኸ ክሕዶም ቁሩብ ቁሩብ ቁሩብ ኣምላኽ ኣይትፈርህን ፅባሕ ንግሆ ክታ ክብሉኻ እዮም ሕጂ ኮነን ድንን ድንን ኣንስትኹም ኣብኡ ገዲፍኩም መፂኹም ኣብዚ ክትብዕልጉ በቃ ከም መሰልኩም ኢኩም ትሓስብዎ። ሲራክ ጽቡቅ ኣለኻ መራግእቲ ዘይብሉ ጌጋ እየ ፈጺመ እንታይ እሞ ክገብር ሕማቅ ባህሪ ተዓዲለ በጃኻ ዝደለኻዮ ነገር ክገብረልካ እየ ንምዕራፍ ሓፍትኻ ግን ከይትነግራ ፕሊስ እዚ ጌጋ ዳግማይ ስለ ዘይድገም በጃኻ ስተረኒ በጃኻ። በቃ
ናይ ሓብተይ ከይኣኽለካስ ንዓይ ድማ ከተታልለኒ ደሊኻ? ተሓቢኤ ዝሰኣልኩኹም ስእልታት ንምዕራፍ ሓብተይ ጥራይ ዘይኮነ ናይ ክልቴኹም ፈለጥትን ፈተውትን ናይ ክልቴኹም ቤተሰብን መታን ክፈልጡ ኣብ ፌስቡክ ፖስት ክገብሮ እየ። በጃኻ ሲኮ ሓወይ ንጌጋ ብጌጋ ኣይትደብሶ እዚ ኣረሜን ኣብታ ስኻ ቆጸራ ሸንዳሕካኒ መዓልቲ ረኺቡ የእሚንኒ በጃኻ በጃኻ ሲኮ ሓወይ እግሲ! ተሓዘለይ ክሰርቀኒ ዝረኣኹዎስ ክውስኸኒ ናይ ኣመንኩዎ ዝበሃል ምስላ ኣሎ ንክንዲ ፍረ ኣድሪ ጌጋይ ብእንባ በደል ስለ ዘባደልክዮ ድሕርዛ ሕጂ ገጽክን ድምጽማጽክን ክርእየኪ ደልኒ ሲኩ ጅስ ኣታ ስዲ ሓሳዊ እምበኣር ካብ ኩሉ ትሪፍካኒ ነዛ ዝገበርካያ ግን ክትፍደያ ኢኻ
ዊንታ እዩ ትኾንካ በጃኽን ነብሲ ክልተ ግዜ ትበድል እያ እስኽን ሲራክ ከሲርክዮ ኣነ ድማ ንምዕራፍ ካብ ከሰርኳ ፒረድ ኣነ ንስኽን ግን ኣይንከሳሰር በጃኺ ዋ ዋታ ቁሩብ ከይትሓፍር እንዲኻ